ድንጸባረቐሉ፣ ተወራሪሱ ከኣ ብቲ ዓለም ለኻዊ ዓብላልነት ዘለዎ ወይ ድማ ዓውለማ ኢልና ንጽውዖ ኣገባብ ከይተዓብለለ መሰረቱ ሓልዩ ነቲ ወለዶ ንኽዕቅብ ዝሕግዝ ሓደ ኣዝዩ ኣገዳሲ ነገር እዩ። ከምዚ ክትርእዮ ዝጸናሕኺ ኣብዚ ከተማና ዝተፈላለየ ብሄራትና ዝገልጽ ልምዲ ናይ ህዝብና፣ ሃይማኖት ናይ ህዝብና ወይ ከኣ ነቲ መረዳእታ ናይ ሕብረተሰብና ዝገልጽ ነገራት ኢና እንዳተንጸባረቐ በቶም ትካላት ክትርእዮ ዝጸኒሕኺ። እዚ እንታይ እዩ ዝገልጽ? ነቲ ብደገ ዝመጽእ ሕብረተሰብ እቲ ባህልን ልምዲ ናይቲ ሕብረተሰብ እንታይ ይመስል መረዳእታ ብምሕዳር ኤርትራውያን ከምዚኦም ወይ ካልኦት ሃገራት እውን ከምዚኤን ኢሉ ንክዛረብ ድሪኺ ትኸውን ማለት እዩ። እዚ ከዓ ኣዝዩ ውፅኢታዊ እዩ። ኪንዮቲ ኢኮኖሚካዊ ረብሓ ትረኽበሉ ሃገር ከም ሃገር ክትህሉ ባህሊ ናይቲ ሕብረተሰብ ተዓቂቡ ንክኸይድ ዝሕግዝ ሓደ ዓብዪ ኣስተዋፅኦ ዘለዎ ነገር ክሳብ ዝኾነ ቱሪዝም ኣይኮነን ዶ ኣብ ዓመት ሓንሳብ መዓልታዊ ትኸውን ከማን ኣነ ኣይምፀላእኹን ሓቂ እየ ምስ ካሜራማን ሳሙኤል ግርማ ኢና ዘለና ሳሙ እውን ከምኡ ዓይነት ርእቶ እዩ ዘለዎ ርእሱ ንቕንቐልና ኣሎ እወ መዓልታዊ ኢኻ ትደሊ ዘለኻ ሳሙ ሓወይ ከይርብርብ ድኣ ከይደክም እምበሪ ከይደክም እንዳሰኣለ እምበር ድርብርብ ግን ኣይመስልኒ ነዚ ዘሎ ሃዋሁ ናይ ቱሪዝምን ናይ በዓል መስቀልን ሕቢሩ ብምውዓሉ ከዓ ሓደ ካብቲ ፍሉይ ተዘክሮ ዘለዎ መዓልቲ ኮይኑ ኣነ ረኺበ ኣለኹ ሪም ሓፍተይ ከዓ ከምኡ እዚ በዓል እዚ ተሓጒስኪ ተፈሲኪ ከም ዘለኺ ትሕብርኒ ፀኒዕኺ ደጊምና ደጋጊምና ኣብ ውሽጥን ወፃእን ትርከቡ ክቡራት ህዝቢ ኤርትራ ርሑስ በዓል መስቀል ይኹነልኩም እናበልና ንዘለኩም ሃናፂ ርእቶ ይኹን ሓበሬታ ኣብ ሻይ ኢንተርቴንመንት ኮመንት ምፅሓፍ ላይክ ምግባር ኣብ ኩሉ ንክባጻሕ ሼር ብምግባር ከኣ ንኩሎም ፈተውትኹም መቅርብኩምን ነዚ ዘሎ መደባትና ንክባጻሕ እቲ ዝመጽእ መደባትና ምሳና ሓቢርኩም ክትከታተሉ ናባና ሰዓቡ እንዳበልና ንከታተል። ክቡራት ተዓዘብትና ከምዚ የማሓባይ ክብሎ ዝጸንሐ እዩ መደብና ጌና ጌና ቀጻሊ ዘሎ ትካላትና ከመይ ይመስል ኣብ ውሽጢ ኣቲና ውን ሰብና ከመይ የስተማቅሮ ኣሎ ሓደ ብሓደ ክንዛረብ ኢና ስለዚ ንሕና ውን የዕሪፍና ኢና ብርክና ኣሲርና ኢና መስለኒ ንኺድ ዶ ናብ ጉዕዞና ተዓዘብትና ይጽበዩና እዮም ዘለዉ። እንዲያ መበል
ደሓን ዶ ዕልና ርዑስ በዓል እንኳዕ ዝብቀዐና ሰላም ከመይ ውዒልኪ ዝሓፍተይ ደሓን ዶ ውዒልኪ ክቡራት ተኸታተልትና ንሪም ኣብ ሕጂ ኣብ ትሕቲ ቁፅሪ እትያ ኣለኹ ዝኹሉ ዓቢጣትን እንዳ ውዒላ ሕጂ ግን ዕድል ረኺበ ከሎ ክጥቀመላ ኢለ እየ ሓቀይ ዶ ሪም ክብርቲ ሓፍትና መጀመርታ ሽምኪ ኣነ ፋኑስ ሃይለ እባሃል ገዛይ ትራቦሎ እንኳዕ ኣብቀዓና ኣነ ማሽን ሓሙሽተ ዓመትን ሽዱሽተ ወርሕን ሰሪሐላ ማክያቶ ሰለስተ ዓይነት ኣለዋ ኣብ ኤርትራ ኣነ ዝፈልጠን ማለት እዩ ባዕለይ ዝመሃዝክወን ስፔሻል ማክያቶ ኖርማል ማክያቶ ሓንቲ ከዓ ቢቤክን ፓውደር ገይረ ማክያቶ ሰርሓ ማለት እዩ እዚኣ ሕጂ ንዓኹም ኣትር ኣርብረሳይስ ክገብራ ዝሓሰብኩ ካብ እዚኣ እንግደኩም ሓስብ ኣለኹ ማኪያቶ ሽፔሻል ኢለ ፅዋዓ ኣብ ኢምፖሮ ሰረ ሙሴ ዓመይ ምስኡ ከዓ ኣለኹ ሙሉ መዓልቲ ዝሰርሕ ኣለኹ ንዓማዊለይ ከዓ ክእንግዶም ተቐሪበ ኣለኹ እዚኣ ሕጂ ክንጥዕማ ኢና ኣዝያ ጥዕምቲ ማኪያቶ ከዓ ነዞም ዓማዊለይ ኣብዚኣ ዘለዉ ይእንግዱ ብጣዕሚ ጥዕምቲ ኢሎም ከዓ ሓበሬታ መፂኒ ብጣዕሚ ጽቡቅ ሓፍተይ ማዓረይ። ክቡራት ተኻታተልትና ኣብ ርሑቅ ደለኹም ስፔሻሊ ኣብ ወጻኢ ዘለኹም ኤርትራውያን ዜጋታት ኣብ ከተማ ኣስመራ ክትዛወር ከለኻ ኩሉ ግዜ ማክያቶ ካፕቺኖ ካብቶም ኣብ እእሙሮና ዘይርስዑ ነገራት እዮም። ኣብቲ ዘለኹሞ ከመይ ማክያቶ ከመይ ተስተማቅርዎ ኣለኹም እዛ ማክያቶ ክጥዕመያ እየ ብሽምኩም።
ሐራይ እዚ ትገብርዮ ዘለኺ ማለትሲ ካብ ተሞክሮ ካብ ትምህርቲ ክንደይ ዓመታት ነዊሕ እስከ ብዛዕባኡ እስከ ሓሙሽተ ዓመት ከም ስራሕኪ ናይ ጌርክና ኢኺ ኦኬ ኣነ ብጣዕሚ ነዛ ማሽን ብጣዕሚ እየ ዝፈትዋ ብዙሕ ነገር ከዓ ተማሂረላ እየ ወይተር ኮይነ እየ ተማሂረ ብጣዕሚ ከዓ ብዙሕ ርእይቶ ርእየላ እየ ባዕለይ ዝመሃዝኩዎ ኢኻ እዚኢታት ባዕለይ እስከ እዚ ዶ ጥዕም ኢለ ባዕለይ ምህዝ ኣብ ገዛ ወይ ዝኾነ ነገር ፍትን ክኸውን ዝኽእል ዝኸውን ከኣ ኣብ ካስትመር ከቕርቦ ፈቲነ ኣለኹ ካስትመረይ ከኣ ብጣዕሚ ተሓጒሶም ጥዑም ከም ዝብሉ ተቢለ ሙሉ መዓልቲ ከኣ ኣብዚኣ ክውዕል መሪጸ።
ዝኾነ ክላስ ወሲድኪ ዲኺ ወላ ዝኾነ ነገር ምሻሎ ዋላስ ካብ ምንታይ ተበጊስኪ?

ክቡራት ተኸታተልቲ እዛ ትሪእዋ ዘለኹም ማክያቶ ብሽምኩም ሕጂ ክሰትያ እየ ምስዚ ቅዱስ በዓል መስቀል ከምኡ እውን ናይ መዓልቲ ቱሪዝም ብፍሉይ መደብ ዝካየድ ዘሎ ኣብ በዓል ኣብ በዓል ኣብዚ ኢምፖርዮ ኢና ተረኪብና ዘለና እዛ ማክያቶ ከም ዝበለትና ሓፍትና ሸውዓተ ዓይነት ማክያቶ እያ ተዳሉ እዚኣ ግን ንዓና ብፍሉይ ዘዳለወታ ስፔሻል ማክያቶ እያ ትበሃል ሪማ ሓፍተይ ኣይተሓዝለይ ኣነ እውን ምስኦም እየ የምዒ ግን እንታይ ምክገብር ሰብ ስኳር ይሕቕ ምክንያት ዘለዎ ጥዕምቲ ድያ እዋእ ዘረባ
ከምዚኣ ማኪያቶ ኣነ ጥዒመ ይፈልጥ ኣብ ሂወተይ ሙሉ እዛ ማኪያቶ እዚኣ እንድሕር ደለኹም ኣብዛ ገዛ መፂኹም ጣዓሙ እሞ ሽዑ ርእቶኹም ባዕሎም ክትዛረቡ ይሓይሽ ኣነ ግን ደጊመ ኣለኹ ኣብ ሂወተይ ሙሉ ከምዚ ዓይነት ማኪያቶ ጥዒመ ኣይፈልጥን ጣዕምኳ ይቅፅል እንደ
ሪምካ እስከ ተራኻ ማይ ክሓዝ ዘረባ ትበሃል የብላን ልክዕ ኣብዚኣ እያ ተሰሚዓትኒ ምኩራት ተዓዘብትና ከምዚኣ ኣዝያ ምቅርቲ ማኪያቶ ትደልዩኹም ኣብ ሲኔማ ኢምፖሮ ኢምፖሮ እንዳሻህ መፂኹም ከምዛ ሓትና ዘዳለወታ ሙሉ መዓልቲ ኣላ ኤማ እዚኣ ይገድፈልካ ወዲኣ ደሓን ፋኑስ ሓፍተይ ኩላ ጀምዓ ሒዘ ክመፅእ ከምዚኣ ማኪያቶ ቀሪብክልና ፅንሒ ክቡራት ተኸታተልትና ናብቲ ካልእ መደብና ክነብል ኢና ሰናይ ምክታል እናተመነኹ ነቲ ዘሎ ካልእ ዳህሳስ ኣብ ኣስመራ ዝካየድ ዘሎ ቅነ መስቀልን ቅነ ቱሪዝምን እንታይ ይመስል ክንፍትሽ ስለ ዘለና ናብኡ ክነብለኩም እምበር እዛ ማክያቶ እዚኣ ከይወዳእና ነቕ ምባል የለን ንቐደም በሉ። እሞ ክቡራት ተዓዘብትና ሕጂ ከኣ ድሮ ማክያቶና ጥዒምና ከመይ ትጥዕም ከኣ ምስ ነገርናዮም ከኣ መሓመድ ስዒድ ከኣ ጋቢዝና ኣሎ። ብጣዕሚ ኣሪፍ ብዛዕባ ጥራይ እንዲየ ክሓስብ ጸኒሐ ጥዒመያ ከለኹስ ከም ብሓድሽ ኣፈይ ማይ ሚዒጉኒ መጽያ ምስ ተባህለ በዚ ኣጋጣሚ ንኣቶ መሓመድ ስዒድ ካብ ሪያድ ነዚ ውዕውዕ በዓል ንኸብዕል ኢሉ እዩ ናብ ኣስመራ ተረኺቡ ዘሎ ንዓና ነቲ ተወፋይነት ስራሕና ብምርኣይ ከኣ ኣዝዩ ስለ ዘድነቐና በሉ እስከ ነዞም ደቀይ ፈውሲ ድኻሞም ተኾነቶም ኢሉ እዛ ማኪያቶ ጋቢዝና ኣሎ ክብረት ይሃበልና እዚ ከዓ ካብቲ ልምድታት ጭዋ ልምዲ ናይ ህዝቢ ኤርትራ እዩ ኣቶ መሓመድ ስዒድ ነዚ ክንገብሮ ዝፀናሕና ምንቅስቃሳትና ብምርኣይ ብኣና ተሓጒሱ እዘን ትሪእወን ዘለኹም ኣዝየን ምቁራት ማኪያቶ ጋቢዝና ኣሎ በዚ ኣጋጣሚ እዚ የቀኒልና ክብረት ይሃበልና እንዳበልና ንስታዝ መሓመድ ስዒድ ዕድል ክህቦ እየ
የቐንየልና የቐንየልና ነመስግን ብሓቂ ሰብ ኣበይ ይራኸብ ኣይብልን እዩ ሰብ ኣሎ መዓልትታት ዝራኸብሉ ግዜ ቀረባ ይኹን ርሑቕ ብሓቂ ነመስግን ከዓ እዚ ምስጋና ናትና እዚ ዕድል እዚ ኣነ ዝረኸብኩዎ ዓብ ዕድል እዩ ምስ ደቀይ ኣሕዋተይ ኮይነ ኮፍ ኢለ ኣብዚ ምስኦም ማኪያቶ ሰቲ ከለኹ ብሓቂ ደስ ይብለኒ ይቐንየልና ከዓ
እግረ መገደይ ኣቶ መሓመድ ስዒድ እዚኣ ዕድል ተራኺብና ኮልና ኣብየ ይራኸብ ከም ዝበልካዮ ተራኺብና ኮልና እታ ዕድል ክጥቀመላ ስለ ዝደለኹ እየ። ማሕበረ ኮም ሪያድ ኣብ ስዑዲ ሓደ ዓቢ ኣስተዋጽኦ ካብ ዝገብር ማሕበረ ኮም ኣብዚ ሃገርና እዩ። እቲ ኣገባብ ኣሰራርሕኦም ከመይ ይመስል ጥርናፈ ናቶም እንታይ ይመስል ኣብ ትምህርቲ ዝገብርዎ ዘለዉ ንጥፈታት ከምዚ ኣብ ዝተፈላለየ ሚድያ ንሪኦ ዘለና እንታይ ይመስል ቁሩብ ንዓና ከኣ ንእሽተይ ምስሊ ክትህበና።

ዝተርፎም የብሎምን ብዛዕባ ትምህርቲ ዘሎ ብርያት ከምቲ ንርእዮ ዘለና ብሓቂ ልዓሊ ትምህርቲ ኣሎ ቆልዑት ኣብኡ ዝመሃሩ ንቕድሚት እምበር ንድሕሪት ክኸዱ ኣይረኣኹዎምን ኣነ ካብ ዝፈልጦም ኣትሒዘ ክሳብ ሕጂ ብሓቂ ምስግና ናይ ማሕበርኮሞ ኣመስጊንካ ዝውዳእ ኣይኮነን የቐንየልና
ከመይ ጸኒሖም ክቡራት ተኸታተልቲ ሻሂ ኢንተርቴይመንት ከምዚ ትሪእዎ ዘለኹም ኣቐዲምና ኣብ ዝተፈላለየ ትካላት ወሃብቲ ኣገልግሎት ንዛወር ጸኒሕና ኢና ሕጂ ከኣ ኣብ ስዊት ካፈ በጺሕና ኣለና ስዊት ካፈ ብዝተፈላለየ ኣጋጣሚታት ናይ ሃገራውን ሃይማኖታውን በዓላት ናይ ሃገርና ንምድማቕ ካብቶም ከይተሓለሉ ብቐዳምነት ዝጥቀሱ ትካል እዩ ሎሚ ከኣ ብፍልይ ዝበለ ምዕሩግ መልክዕ ናብ ገደና ብምውጻእ ብኣዝዩ ምዕሩግ ዝኾነ ኣገባብ ሸሊሞሞ ይርከቡ ኣለዉ። ንበዓል መስቀል ብዝገልጽን ብሕብሪ ብሄራት ናይ ሃገርና ዝወቀበ ን መንነትን ክብርን ናይ ህዝብና ብዘደመቐ መልክዕ ከም ዝሰጋገር የርእየና ኣሎ። ሪም ሓፍተይ ከመይ ረኪብኪዮ ሎማዓልቲ ናይ ስዊት ካፈ ኣሸላልማ ካብቲ ዝነበረ ኣዝዩ ፍልይ ዝበለ ኮይኑ ረኺበዮ ኣለኹ። ቱሪዝም ንዘላቒ ለውጢ ኣብ ዝብል ቴማ'ውን እቲ ናይ ቱሪዝማዊ ሓሳብ። ኣርዒሞም እዮም ዝሰርሑ ዘለዉ። ስለዚ ድርብ ሽልማት ኢና ንርኢ ዘለና በቲ ንበዓል መስቀል ዝገልጽ በቲ ከዓ ንቱሪዝም ንምዕባይ ንብሄራት ናይ ሃገርና ብዘላሊ መልክዕም ሸሊሞሞ ዘለዉ እስከ ገለ በልና እስኻ ካብ ተዓዘብክዮም ኣነ እኮ ከምዚ ክብሎ ዝጸንሐ ኤማይ ኣዝዩ ደስ ዘብል ሃዋህው እዩ ኩሉ ግዜ ስዊት ካፈ ከኣ እሞ ቀጻሊ ማለት እዩ ናይ ሃገራዊ ይኹን ናይ ሃይማኖታዊ ቀጻሊ እዮም ከምዚ ዝገብሩ ካልኦት ትካላት እውን ከምኡ ማለት እዩ ኣሰር ኣሰር እዮም ስዒቦም ዘለዉ ኩሎም ትካላት ስለዚ እዞም ኩሉ ግዜ ዝገብሩ ዘለዉ በዓል ስዊት ሲቲኬክ ዳንኤል ኩሎም ማለት እዩ ቀጻሊ ከምኡ ክገብሩን እቶም ብሕጂ ዘይገበርኩም ዘለኹም ትካላት ከዓኒ ነዚኦም ኣሰሮም ርዒምኩም ከምኡ ጌርኩም ከተማና ከተጸብቑልና ከኣ ይምሕጸነኩም ማለት እዩ ኣዝዩ ጽቡቕ እዩ ዘሎ ስዊት ካፈ ከም ሽማ ስዊት እያ ዘላ ማለት እዩ ስለዚ ኣቲና ውን ደሓን ጸገም የብሉን ኩሉ ከነርእየኩም ንኽእል ኢና ከም ትርእይዎ ዘለኹም ግን ከመይ ይመስል ሆዮና ሆዮ ከይተረፈ ባህሊ ዓድና ከይተረፈ ብሄራትና ከይተረፈ ኩሉ እዩ መጺኡ ዘሎ ስለዚ ቱሪዝም ኣውደኣመትና ኩሉ እዩ እሞ ርሑስ ኣውደኣመትና ወርቅየ ደጊመ ደጋጊመ። Thank you ጽቡቅ ኣለኺ ሪም ሓፍተይ ከምዚ ክትብልዮ ዝጸናሕኺ እዚ ቱሪዝም ዝብሃል ነገር ኣቃሊልካ ዝረኣ ነገር ኣይኮነን ብዓቢኡ እንተተኻኢሉ ውን ከምቶም ካልኦት በዓላት ኣብ ኣፍሪቃ ዝርከቡ እዚ በዓል መስቀል ከምኡ እውን ካልኦት በዓላት ናይ ሃገርና ናብ ቱሪዝም ኣብ ዩኔስኮ ዝምዝገቡሉ ኣገባብ ንምፅዓር ኣዝዩ ኣገዳሲ ስለ ዝኾነ በዚ ተበጊሱ ደሎ ተበግሶ ፅቡቕ ሃዋህው ወይ ድማ ፅቡቕ ተስፋ ይረኣየኒ ኣሎ ንሕጂ ከዓ ክቡራት ተኸታተልትና ምስዞም ኣብ ስዊት ካፈ ዝፀንሑና ተገልገልቲ ገለ ገለ ብዛዕባ ናይዚ በዓል መስቀልን ከምኡ ናይዚ ቱሪዝማዊ ቅነን ክነዛረርቦም ኢና። ሓቢርኩም ምሳና ሰዓቡና። ስዊት ዝኾነ ዕላል ክንረክብ ኢና። እዚኣ ስዊት ዝኾኑ ሰባት ረኺባ። ደሓን ዶ? ከመይ ቀኒኻ? ርሑስ በዓል። ጽንሓኒ ሓንሳብ። ርሑስ በዓል። ብዓብ ዝብቅዐኩም ሰላም ዝሓፍተይ ርሑስ ኣውደኣመት ብዓብ ዝብቅዐና ኣነ ወደይ ከዛርበካ ይሓር ክቡራት ተኸታተልቲ ሻሂ ኢንተርቴንመንት ከም ዝትሪእዎ ዘለኹም ነዚ ክቡር በዓል ኣብ ምብዓል ዝርከቡ ፍትዋት ዝኾኑ ስድራ ቤት ብሓንሳእ ተኣኻኺቦም ኣብዚ ረኺብናዮም ኣለና ኣቐዲመ ርሑስ በዓል እንኳዕ ብዝብቅዐኩም

ሽምካ መጀመርያ ኣብዚ በዓል ዘለካ ርእይቶ ከምኡ ውን የዋና ክትብሎም ትደሊ ሰባትን ዕድል ክበካ። ሕራይ ሽመይ ኣማን ኣሰፋው እባሀል መስቀል ብሓቂ ብጣዕሚ ጽቡቅ ኣሎ መጀመርያ ማራ ጽቡቅ ገለ ዓይነት ኣሎ መስቀል ናይ ብሓቂ ንዓመታ ከምዚ እዋን የብጽሓና ንዓኹም ከኣ ተንኪዩ በቃ።
ኦኬ ርሑስ በዓል ክትብሎም ትደሊ የሕዋትካ ፈተውትኻ እዚኣ ኩልኻ።

ኩለ ኩሉ ፋሚሊ ንማዘር ንኩሎም ቤተሰብና ንኩሉ ፋሚሊ ንደቀይ ንብሙሉኦም ንኩቡር በዓል ቤተይ ገብረትንሳኤ ኪዳነ ንኩሉ ህዝቢ ኤርትራ ኣብ ደገን ኣብ ወጻኢን ደሎ ንሙሉእ ህዝበ ሰራዊት በቃ ንብሙሉኡ ሰላም ኩሉ ምክልኻል ሰላም ኮይኑ ኩሉ ነናብ ገዝኡ ዝኣትወሉ ግዜ ይግበረልና ኣሜን ኣሜን ንኩሉ ህዝቢ ኤርትራ ከኣ የውሃና ይብሎ።

ናይ ብሓቂ ትርጉሙ ከ መጺኹም ገለ ኩሉ ብሓደ ብሓደ ዶ ትሪእዎ ኣሎ ወላ ሸፈፍ ኢልካ ትሓልፍ ኣለኻ? እዛ ፀሓይ ሸፈፍ እያ ደላ ሕጂ ፍርቃ ጎቦ ዓይንኻ ወላ ጌርካ ገለ እምበር ኢና ኢና ቤላ እያ ደላ ፅብቕቲ
ጽቡቕ ሕራይ እዞም ሓወይ ሽም ኣሕዋተይ ጻዕዳ ኣይተኸደና እንዲና ግን ሓደካ ጸኒሐ
መስቀል ብጣዕሚ ጽቡቕ ሓሊፉ ብዙሕ ሰብ ዝተረኽበሉ ጽቡቕ ኣጋጣሚ ንኹሉ መላ ህዝቢ ኤርትራ እንቋዕ ሓጎሰና ክብል ደሊ ንኩሉ ፈታውተይ ስድራ ቤት ንኹሉ እንቋዕ ሓጎሰና ኔክስት ይር ከምዚኣ ኸዓ ጽቡቕ እዋን እዋ እሺ ርሑስ በዓል ኣውዳኣመት መርሓባ
ርሑስ በዓል ርሑስ በዓል

ኣሜን ኣሜን ክብረት ሃበልና ሕራይ ስነ ጥበብ ኣማንኤል ካብ ህዝቢ ዘይወፅእ ካብ ኣእምሮ ናይ ህዝቢ ዘይሃስስ ኣዝዩ ተፈታዊ ዝኾነ ትሕዝቶ ዘለዎ ዜማዊ ደርፍታት ካብ ተበርክት ኣዚኻ ህቡብ ስነ ጥበባዊ ኢኻ እዚ ጥራይ ከይኣክልካ ካብ ቀዳማይ ዙርያ ኣብ ሳዋ ዝኾነ ኣባል ቀዳማይ ዙርያ ይኹን ዋላ ብድሕሪኡ ዝመፀ ዙርያ ናይ ኣማኒኤል መሞና ደርፊ ደይሰምዐ የለን

ዘቀራርብ ስኢነ ዕራቂ ቃንዛ ኮይኑ ናይ ሂወተይ ስንቂ መቀረት ድዩ ንዓኺ ስቅያተይ ከም ሙዚቃ ቆጺርኪ ኣውያተይ ግደፊ ግን ማስጣ ኣለዎ ንብዓት ተለመኒ

ክቡራት ተኸታተልቲ ሻሂ ኢንተርተይመንት እዚ ትሪእዎ ዘለኹም መንእሰይ ሃኒባል እበሃል። በዚ ኣጋጣሚ እዚ ሞያይ ድፍር ከብሎ እየ መምህር ምዃነይ ክነግረኩም። ተምሃራይ ናተይ እዩ ኣብ ቤት ትምህርቲ ሞዴል ይርከብ። ከምዚ ትሪእዎ ዘለኹም ርእሰ ምርኮሳ ዝብል ፖሊሲ ዝኽተል መንእሰይ እዩ። ነብሱ ክኢሉ ባዕሉ ወፊሩ እንዳሸቀጠ ዝናበር ዘሎ ዝኹሉ ፀገማቱ በዲዩ ከዓ ኣብ ትምህርቱ ካብቶም ብሉፃት ተምሃሮና እዩ። ምናልባት ናይ ምዝራብ ፀገም ክህልዎ ክእል እዩ እምበር ኣብ ኣተሓሳስባ ልዕሊ ሰቡ ከም ምዃኑ ዘመስከረ ተምሃራይና እዩ። ኣብ ዝመፅእ ብዛዕባ ኩነታቱ ንዛረብ ንኸውን። ሕጂ ግን ሃኒባል እንታይ ይመስል ምስ ስርሑ ምስ ትምህርቱን ዘለዎ ብቕዓት ኣእምሮን ኣላልየኩም ኣለኹ። በዚ ኣጋጣሚ ንሃኒባል ተምሃራይ ሃኒባል ክተተባብዑ ትደልዩ ቴለፎን ኣብ ታሕቲ ክንፅሕፈልኩም ኢና።

ክቡራት ተዓዘብትና ከም ትሪእዎ ዘለኹም ማሕበር ንግዲ ሕርሻ ደቂ ኣንስትዮ ኤርትራ ኢና ንርኢ ዘለና ከም ትሪእዎ ዘለኹም ዝተፈላለየ ኣበርክቶ እየን ገይረን ዘለዋ ስለዚ እዚ ዝገብሮ ዘለዋ ብምትብባዕ ኣዝዩ ዘድልየን እዩ ካልኦት ደቂ ኣንስትዮና እውን ከምኡ ፍርያት ከተቕርባ በቲ ክትሪእዎ ዝፀናሕኩም ናይ ኢምፖሮ ማካቶ ዝተፈላለየ ካልእ እውን ኣሎ ብብዝሒ ማለት እዩ ኣብ ዝተፈላለዩ እዋናት ከነምፀልኩም ኢና ሕጂ ግን ኣውደ ኣመትናን ምስ ቱሪዝም ድርብ በዓልን ከዓ ከምዚ ትሪእዎ ዘለኹም ናቱ ቦታ ሒዘን ኣዝዩ ዝበለፀን ዝማዕረገን እዩ ዘሎ ኤሙ ሓወይ ከመይ ይመስለካ ብጣዕሚ ፅቡቕ ብጣዕሚ ፅቡቕ ነዘን ወሓላሉ ደቂ ኣንስትዮ ሃገርና ዘተባብዕ መድረኽ ምኽፋቱ እውን ኣነ ደስ ኢልኒ ምስ ቱሪዝም ንዘላቕ ለውጢ ዝብል ኣርእስቲ ተተሓሒዙ ነተን ናተን ኣበርክቶ ነቲ ናተን ፅባቐ ነቲ ናተን ውሕልና ከንጸባርቓ ዕድል ምርካበን ከኣ ሓደ ዝምስገን ነገር እዩ ነቲ ከምኡ ባይታ ዘጣጥሐ ከመስግኖ ይደሊ ብምቕጻል እዚ ትሕዝቶ ሒዘንኦ ዘሎ ኣብ ምስዚ ናይ በዓል መስቀል ብዝተኣሳሰር መልክዕ ገለ ንዓና ዘገድስ ነገር ኮይ ኣለዎ ይተርፍኒ እዩ ካብ ሜካ ወድኺ ሜካ ግን ነድሕናኽን እየ ንመስላ ንኺድ ንበትሽ እንኳዕ ኣብዚ ብቅዐክን ርሑስ በዓል እንኳዕ ኣብዚ ብቅዐና ሓንደ ኣለና በዓል መስቀል ከመይ የሕሊፍክኖ? ድርብ በዓል እዩ። ቱሪዝም ንዘላቒ ለውጢ ኢና ንብል ዘለና። እዚ ባይታ ተጣጢሕልክን ኣብዚ ኮይንክን ተቕርቦ ዘለኹም ፍርያትክን ከመይ ይመስል? ህዝቢ ከመይ ይዕዘቦ ኣሎ? ከመይ ሃልክነቱ ከመይ ይኸይድ ኣሎ? ሽምኪ
ሽመይ ኣዜብ ተስፋ ማርያም ይበሃል። ኣብ ንህቢ እየ ዝነጥፍ፣ ኣብ ምፍራይ ንህቢ ማለት እዩ። መጀመርያ መጀመርያ ነዚ ዕድል እዚ ዝሃቡና ሚኒስትሪ ቱሪዝም ብጣዕሚ ነመስግን በቲ ፍርያት ጌርና ከዓኒ ኣብዚ ዝተፈላለየ ነገራት ኣኪብና ኣለና ፍርያት ናተካ ከም ዝብለካ ንብየ ዝነጥፍ ብኡ ገይረ ድማ ናቹራል ቫዘሊን ኣብ መስርሒ ንህዝቢ ቀሪበ ኣለኹ እዚ ናቹራል ቫዘሊን ከዓኒ ዝኾነ ነገር ዘይተሓወሶ ካብ ኬሚካል ወፃኢ ኮይኑ ንዝተፈላለየ መብርሂ ገፅ መለስለሲ ቆርበት ከም በዓል ፈፀጋ ተውሳስ ዝኣምሰለ ይጠቕመካ ፕላስ ከዓኒ ከምዚ ቅርጥማት ውግኣት ገለ ዝኾነ ኣካላትካ ቃንዛ ክስምዓካ ከሎ ከዓኒ ናይ ገዛእ ነብሱ መዓር ሙቐት ናይ ምሃብ ተኽእሎ ስለ ዘለዎ ከም መድሃኒት ከኣ ይጠቕሞ ነቲ ሕብረተሰብና ብሉፅ ዝኾነ ንኽረክብ ብምኒስትሪ ሕርሻ ብዝወሰድናዮ ኮርስ ንህዝቢ እዚ ዓይነት ቀሪብና ኣለና ፕላስ ከኣ እዚ ስገምን ስርናይን ከዓኒ ኣብ ክንዲ ብሽኮር ብመዓር ኣክንዲ ብፊኖ ከኣ ብስገምን ስርናይን ገይረ ከኣ ኣዳልየ ኣለኹ በሽኮቲ ማለት በሽኮቲ ሓንፈፅ ስርናይን ስገምን እዚ ማለት እዩ ብጣዕሚ ፅቡቕ ብጣዕሚ ፅቡቕ ብጣዕሚ ፅቡቕ ዓብ ገስጋሲ እዩ ከምቲ ኣቐዲምና ዝበልናዮ ኣዴታት ኤርትራ እንድሕር ዳኣ ባይታ ረኺበን ዘይገብርኦ ነገር የለን ዳርጋ ሙሉእ ሓይሊ ናይ ሃገርና ኣብኡ ተመርኪሱ እዩ ዘሎ እሞ እስከ ናብዘን ኣሕዋትና ገፅና ክንሰግር ሪማ ሓፍተይ ራይ ሉል ሉል ፒናት ዝብል ኣሎ ሉል ሓፍተይ ሉል
ሰላም ሚለን በሃል ኣብዚ ሒዝናልኩም ቀሪብና ዘለና ካ ፒናት ባተር ኣሎ ብተቃሚሙ ዝተዳለወ ከዓ ፉል ኣሎ ናይ ሚጥሚጣ ፍሌቨር ደለዎ ኣለና ናይ ፃዕዳ ሽጉርቲ ፍሌቨር ደለዎ ኣለና ካልእ ድማ ኣብ ምንቃጽ ናይ ፍረታትን ናይ ቋንጣን ንነጥፍ ኢና። ንሎም መዓልቲ ሒዝናልኩም ቀሪብና ደለና ዝነቐጸ ማንጎ ማለት እዩ። እዚ ዝነቐጸ ማንጎ ኣብ ዓድና ማንጉስ እቲ ዝኾነ ከምዚ መፍረይ ድዩ ዋላ ገለ ኬሚካልስ ኣይንጥቀምን ኢና። ግን ሲዝናል እዩ ከኣ ኣብ ዓመት ክልተ ግዜ ኢና ክልተ ወርሒ ኢና ንረኽባ።

እቲ ኣማውንት ናይ ሽኮርን እቲ ናይ ማያዊ ኣካል ናይቲ ማንጉስን ይበዝሕ እሞ ከም ጭፍልቕልቕ እብለካ ሕጂ እዚ ዓይነት ክትመትሮ ኣይትኽእልን ኢኻ ክተንቅጾ እውን ኣይትኽእልን ኢኻ ሕጂ ከምኡ ጌርናኻ ነንቅጾ ማለት እዩ ሸር ጥቕሚ ማለት እዚ ሕጂ እንታይ መስለኪ ማንጉስ ሪች ቫይታሚን ሲ እዩ ቀዳማይ ነገር ሕጂ ማንጉስ ከ ደስ ኢሉካ ትበልዐ ነገር እዩ ሓደ
ቴንኪዩ ክብረት ሃበልና ርሑስ በዓል እንኳዕ ኣብዚ ብቅዐና ደጊምና ደጋጊምና ተስፋ ንገብር
ሕርሻዊ ንጥፈታት ጌና ኣይተወደአን ደሎ ክቡር ኣተኻተልትና ጌና ምዘን ወሓላል ዝኾና የሕዋትና ኢና ንራኸብ ዘለና ኣብዚ ከዓ ማጊ ብሉፅ ዲኤምከይ ዝብል ፀሓፍረ ኣለኹ ኣክቹዋሊ ኣነኮ ትማሊ ኣለኒ ምስለኒ ናባ ከብደ ሽምኪ መጀመርታ ቅሪብ ክብር ናትሮስ ጥቃት ነግርኒ ሽመይ ምግላስ ነማርያም እዩ ዝበሃል ብማጊ ይፍለጥ ቀሪብ እየ ዘለኹ ትሕዝቶታት ድማ ሸውዓተ ዓይነት ፍርያት ኣሎኒ ካብ ማጊ ዲኤምኬ ጀሚሩ ድሕሪኡ ሽሮ በርበረ ኣባዕተ ሕልበት ጥሕኒ ከዓ ክልተ ዓይነት እቲ ሓደ ኩሉ መዓልቲ ነዳለዎ ጥሕኒ ካብኡ ተበጊስና ድማ ሓደ ሓይሊ ዝህብ ጥሕኒ ኢለ ዘዳለኹ ኣብዚ ኣሎ ንስፖርተኛታት ንነብሰ ጾራት ምግቢ ንዝኣብዩ ህፃናት ከምኡ ድማ ነዴታት ሓጋዚ ኢለ ዝሓሰብክዎ ቀቀል ፍጡን ብማይ ዝሑል ተበፅቢፁ ድስተ ድማ ዘዳለኽዎ ኣሎ ብዓብኻ ነዚ ቅነ ቱሪዝም ከዓ እዚ ፓኬጅ ናብዚ ትሪኦ ዘለኻ ድማ ንቱሪዝም ሓጋዚ እዩ ተሰሓብነት ኣለዎ እዚ ፓኬጅ ንዚ ከ ኣብ ሃገርና እዩ ተሓቲሙ ትባኮ ኣብ ኣትላስ ግራፊክስ ቤት ማሕተም ማለት እዩ እቲ ሰሓብነቱ ብጣዕሚ ሰብ ዝፈትዎ ነዚ ተዓሻሽጉ ዝተፈላለየ ዓይነት ሽሮ ክበሃል ከሎ ሕጂ ብጎማ እዩ ዝሪኦ ነይሩ ብጎማ
ክቡራት ተዓዘብትና ካብ ሃማደ ዴታትና ከዓኒ ካብ ዝሓፍትና ካብ ኩሉ ርሑስ ኣብ ዳኣመት እያ ጊፍት ጥበብ እዚኣ ሂባትና ኣላ እሞ በይናይ ንበል ዓይና ንቐደም በሉ እንዳበልና ኢና ቴንኪዩ እንዳመስገና ኢና ናብ መግለፂ ልሓል
ስለዚ እቲ ፓኬጅን ብጣዕሚ ሰብ ፈትይዎ ማለት እዩ በዓል ሽሮ በርበረ ሲ ተዓሽጉ ክሪኦ ከሎ ብጣዕሚ ይሕጎስ ብዓብዩ ኣብቲ ውሽጢ ትሕዝቶ ኣሎ ኣቐዲምካ ብትሪኦ ነገርካ ብጣዕሚ ኢኻ ትሕጎስ ሕጂ በቲ ኣተዓሻሽጋ ብጣዕሚ ሰብ ክሕጎስ ከሎ ክትሪኦ ከለኻስ ንዓኻ ከዓ ኣጋበት ይስምዓካ ምናልባት እዛ ሓይሊ ትህብ ጥሕኒ ድማ ኩሉ መዓልቲ ብፍላይ ከምዚ ከማኹም ፀሓይ ፀሓይ ዝዘውር ብጣዕሚ ጠቓሚ ስለ ዝኾነት በዚ ኣጋጣሚ ሓሓዲኹም ክበኩም እየ ማለት እዩ

ኣብ ቀጻሊ ከኣ ከም ትሪኦ ዘለኽን ኣበርክቶ ናይ ጓል ኣንስተይቲ ኣይውዳእን እዩ። ስለዚ ኣበርክቶና ጌና ጌና ክወጽእ ከኣ ካብ ልበይ ይምሕጸነክን። ኣብ ውሽጢ ዘሎ ኩሉ ሰብ ኩልኽን ደቂ ኣንስትዮ ከኣ ወጺእኽን ክሳተፋ ከኣ ናይ ጓል ጌራ ተራ ከይትብላኒ እምበር ክሳተፋ ኣለክን ግድን ማለት እዩ። እናመስገና ኢና የቐንየልና ርሑስ ኣውደኣመት። እሺ። ሐራይ ክቡራት ተኸታተልትና እ፣ ከም ትሪኦ ዘለኹም እዘን ወሓላሉ ጥራይ ዘይኮና ዋዕሮ ኢለ ዝገልፀን ኣዴታትና ዝቕርብኦ ዘለዋ ፍርያት ኣዝዩ ዝነኣድ ነገር እዩ ነዚ ዲስትሪቢዩት ክገብራ ይደልያ እየን ዲስትሪቢዩት ክትገብሩ ትኽእሉ ምስአን ሓቢርኩም ክሰርሑ ነቲ ናተን ፍርያት ኣብ ኣታዊታት ዝኸዓብተሉ መንገዲ ክተብፅሑ ትደልዩ ሰባት ናተን ኣድራሻ ኣብ ታሕቲ ክንፅሕፈልኩም ኢና ብኡ ረኺብኩም ብኡ ተወኪስኩም እቲ ዝደለኹሞ ዓይነት ፍርያት ምስእን ተዘራሪብኩም ኣዚዝኩም ኣብ ምዝርጋሕ ይኹን ኣብ ሃላኽነት ኣብ ምውዓል ክተሓበሩን ካብ እስሕት ኣጋጣሚ ይላቦ። እዚ ትሪእዎ ዘለኹም እዚ ትሪእዎ ዘለኹም እንድዒ መግለጺ ናይቲ የዋህነት ህዝቢ ኤርትራ ከም ምዃኑ ከም ኣብነት እዩ። እናመስገና ኢና። ርሑስ በዓል ደጊምና ደጋጊምና እንቋዕ ኣብዚ ብቅዐክን። እተን ካልኦት ኣሕዋትና ኣኸማ ክን የማስለን ቴንኪዩ በዓል በዓል ዝብቅዐና ኦኬ ከምዚ ንሪኦ ዘለና ኣብ ቀነ ቱሪዝም ዝተፈጠረ ባይታ ትሕዝቶ ናይ ሕርሻዊ ትሕዝቶ ክን ኣብዚ ምስ ህዝቢ ክተላለያ ክመፅኽን ዘለኽን ሶ ሒዝክኖ ዘለኽን ቀረባት እንታይ ይመስል መጀመርታ ከዓ ሽምክን ክንላለ ሰላም የቀኒልና ሄለን ተስፋ ሚካኤል ይበሃል ትሕዝቶና ከዓ ትሪኦ ኣለኻ እዚ ናይ ቀይሕ ጣፍ

ዋላ ቤክስፖ ብዙሕ ሰብ ኣድኒቕና ንደገ እውን ሕጂ ሰደድ ንጅምር ኣለና ጀሚርና ኣለና ካባና ግሩፕ ከማን ከይደን ኣለዋ ንህንዲ ንህንዲ ከይደን ኣለዋ ከይደን ከዓ ባዛር እዚ ብናይ ኤርትራውያን ሕጂ ክምለሳና እየን ወኪለን ኣፋኒና እየን ኣለና ወናይ ብሓቂ እወ ፅቡቕ ኣፋኒና እየን ዓርቢ ዓርቢ ከዓ ባዛር ኣለና ቀፃሊ ኣብ ሰሙን ሓንሳ

ካብ ሰዓት ካብ ንግሆ መጺኹም ክትሕንሽሹ ክትርእይዎን ዘሎ ጥቕሚ ካሳተፉ ብኽብሪ እንዳዓደምከ ንቐደም በሉ እሞ እኮ ኣብዛ መግብን ምስታይ ንቕድመኒ እዩ ዘሎ እዛ ማይ እካ ትሕዛ ቢሉ ንቐደም በሉ ክብራት ተዓዘብትና ናይ ስገም እያ እዚኣ ንጥዕና እውን ኣዝዩ ፅቡቕ ነገር እዩ ስገም ኩሉ ቀይሕ ጣፍ ዝተፈላለየ እዩ ዘሎ ሓራይ መጀመርታ ሽምካ ከተላልየና
ሽመይ ኤልሳ በርሀ እበሃል ኣብ ምፍራይ ንህበኻ ይነጥፍ ማለት እዩ። ኣነ ኤልሳ ከም ዝሪኦ ዘለኹ ዝተፈላለየ ዓይነት ኤልሳ ዝብል ክሬማት እዩ ዘሎ ሕጂ እንታይ እዩ ማለት እቲ ክሬም እንታይ ናይ ምንታይ እዩ እንታይ እዩ ዝገብር እስከ ብሓፈሻ ነዘን ኣዋልድና ንኹሉ ህዝብና መግለፂ ካባይ ጀሚርካ መግለፂ ክትብልና እወ እዚ ቀሪበዮ ዘለኹ ትሕዝቶታት ካብ መዓር እዩ እቲ ቀንዲ መበገሲኡ ማለት እዩ ካብ መዓር ካብቲ ካብ መዓር ዝርከብ ካብ ሰፈፍካ ጌርኻ የዳሎ ማለት እዩ ዘይት ርእሲ ኣሎ ንፎሮፎር ዝኸውን ጨጉርና ንከይሰባበር ድርቀት ከይገብር ቆርበትና ካን ዓብ ጥቕሚ ዘለዎ ማለት እዩ ብዘይቲ ስምስም ገይረ ዘይቲ ኮኮናት ገይረ ብኣዝማሪኖቲ ዝተፈላለዩ ዓይነት ትሕዝቶታት ገይረ የደዳሎ ማለት እዩ ብጣዕሚ ውፅኢታዊ ኢኻ ተወሳኺ እውን ቻፕስቲክ እውን ካብ መዓር ገይረ የዳሉ እየ መዓር ቻፕስቲክ ካብ መዓር ገይረ ቻፕስቲክ የዳሉ እየ እዚ ከዓኒ ዋላ ሓንቲ ኬሚካል የብሉን ባህርያዊ እዩ ኩሉ ፍረ እቲ ትሕዝቶታት ከዓ ናይ ሃገርና ትሕዝቶታት እዩ መዓር ኣለዎ ዘይቲ ኮኮናት ኣለዎ ስም ዕነዎ ንዓና እውን የእትወሉ እየ ማለት እዩ። ኩሉ ህጂ ባህርያዊ እዩ። ተወሳኺ ከኣ ኣብዚ ናይ ገጽ ክሬም እውን ኣሎ ማለት እዩ። እዚ ናይ ገጽ ክሬም ከኣ ክልተ ዓይነት እዩ። እቲ ሓደ ንድርቕ ዝበለ ቆርበት ዘለዎ እንትኸውን እቲ ካልኣይ ከኣ ንቅብኣት ብብዝሒ ደለዎ ዝኸውን ማለት እዩ።

ብጣዕሚ ብጣዕሚ ብዙሕ ሰብ እዩ ዝጥቀመሉ ፍልጥቲ እያ ከማን ኮይና ደላታ ክሬም ናይ ገፅ ኤልሳ ክሬም እያ ትብል ሰብ ከዓ ብጣዕሚ እዩ ዝፈትዎ ማለት ትሕዝትኡ ዋላ እቲ ምስ ተጠቀመሉ ከዓ ድህቦ ክስታያት ከዓ ብጣዕሚ ንገፅና ቀዳማይ ነገር ንገፅና የብርሆ እዩ ተወሳኺ እውን የፅርየልና እዩ ገፅና ካለ እውን ዝኾነ ንማዳ ናይ ብሓቂ ደጥፍእ ማለት እዩ ውፅኢታዊ ተፈቲኑ እዩ እቲ ከጥፋልክ ክእል ኢና ፀገም የለን እዛ ካልኣይቲ እውን እቲ ዘይቲ ይድፋላለ ማለት እዩ እዚኣ ብዘይቲ ኮኮናት ኮይና ቅብኣት ዘይብሉ ንድርቕ ዝበለ ቆርበት ዘለዎ ሰብ ትኸውን ማለት እዩ እዚ ከዓ እንታይ ድገብሮ ነቲ ገፁ ቀዳማይ ነገር ልስሉስ ልሙፅ ገብሮ ንገፅካ የፅሪ ማለት እዩ ተወሳኺ እውን ከምዚ ንማሳጅ ክንገብር ማለት ከምዚ ቅርጥማት ውጋእ ተገይርና ማሳጅ መግበር ንጥቀመሉ ኢና ኣብ ጥሽ ክንኣቱ ከለና ስቲም ክንገብር ከለና ኩሉ ክንጥቀመሉ ንኽእል ኢና ባህርያዊ ምስቲ ምዃኑ ማለት እዩ ዝኾነ ሳዕቤን ከ የብሉን ፅቡቅ ፈውሲ ተረኪባ እታ ገፅ

ክቡራት ተኸታተልትና ክቡራት ተኸታተልትና ከምዚ ትሪእዎ ዘለኹም እዘን ወሓላሉ የሕዋትና ዝተፈላለየ ምህዞታት ብምስናዕ ናብ ህዝቢ ቅሩብ ከም ምዃኑ ገይረን ዘቕርባ ዘለዋ እየን ኣብ ዝመፅእ ኣብ ሻይ ኢንተርቴይመንት ብነፍሲ ወከፍ ኣብዘን ኣበርክቶ ዝገብራ ዘለዋ ኣዴታትን ኣሕዋትን ኢንተርቪው ብምግባር ነቲ ስራሕቲ ምስፍሕ ዝበለ ኣገባብ ክነቕርበልኩም ክንፍትን ኢና ምክንያቱ ምስ ዘለና ሕጽረት ግዜ ሀይ ኢልካ ደይትውድኦ ኣዝዩ ዓቢ ዓሚዩቕ ዝኾነ ትሕዝቶ ዘለዎ ናተን ጻዕሪ ከመይ ነይሩ ድሕረ ባይተእን ናብዚ ከብጸሐን ዝኸኣለ ዓቕሚኸ እንታይ ነይሩ ዝድህስስ ስፍሕ ዝበለ ቃለ መሕትት ከድልየና ስለ ዝኾነ ኣብ ዝመጽእ ኣብ ሻይ ኢንተርተይመንት ተጸበዩና ሰዓቡና። ደጊምና ደጋጊምና ርሑስ በዓል እንኳዕ ኣብዚ ብቅዐና። እሞ ክብራት ተዓዘብትና ሕጂ ከምዛ ትበላ ዘላ ኤልሳ ሓፍትና ማለት እዩ እዚኣ ሎሚ ክወስዳ እየ ካብ ሎሚ ምሸት እየ ክጅመራ ኣዋልድና ኣወዳትና ፈፀጋ ዘለና ከመይ ለውጢ ኣለዎ ከዓ ብፈፀጋ ኣዚና ተሸጊርና ዘለና ብጣዕሚ ስለዚ እዚኣ ቅብኣት ዘየለና ሰባት ኢና ፈቲና ከኣ ክመጸኪ እየ ኤልሳ ናባኹም እውን ክነግረኩም እየ ስለዚ ኣድራሻ ልኽልኸልኩም እየ ኩልና ከዓኒ ገጽና ክነጽሪ ገጽና ይጽባቐና ሓቀይ እንዴት ሪም ከም ኣብነት ክትኮነና እያ ማለት እዩ ኣብነት ክትኮን እያ ወሲዳቶ ኣላ ከም ፈተነ ላቦራቶሪ ክንጥቀመላ ኢና ኣም ሃንድረድ ፐርሰንት ሹር እየ ግን እወ ሹር እየ ኣነ እውን ሒዘያ ከይዳ ኣለኹ ምቻ ብስቲካ እያ ኩላ ኣብ ስክሪን ስለዘይትፍልየኩም

ከመይ ውዒልክን ርሑስ ኣውደኣመት ኣሜን ይሕቢሩ ርሑስ ኣውደኣመት ንዓኹም ኮለ መጀመርታ ሽምክን ከተላልያና ብድሕሪኡ ዘሎ ትሕዝቶ ሽዕኡ ክትነግራና ሽመይ ዘቢብ እያሱ ይበሃል ኣብዚ ዘለና ትሕዝቶ ከዓኒ ፒናት ኣሎ ካብ ፒናት ዝተሰርሐ ብሽኮት ኣሎ ሽሮ በርበረ ዳዶ DMK ናይ ቆልዑት ካብ ዱባ ዝተሰርሐ ኩሉ ዓይነት ኣለና ኣብዚ ከዓኒ ዝተፈላለየ ናይ ፀብሒ ቀመማት እዚ ከዓ ባዝሊን ከም ክሬም ዓይነት ኮይኑ ክስታይ ዘብል ንማዳ ንቅርጥማትን ገለን ዝኸውን ዝሓፍተይ እያ ተወዳልዎ ኩሉ እዚ ኣለና ናይ ወደ ዓመት ቀሪብና እየ ዘለና ኣሰይ ፅቡቕ እሞ ከመይ ኩሉ ሰብ ፈሊጥዎ ዶ ጥቕሙ ይወስድ ዶ ኣሎ ለውጢ ከ ከመይ ርኡይ ከመይ ይመፅእ ኣሎ ፅቡቕ ብጣዕሚ ለውጢ ኣሎ እቲ ሰብ ዋላ ክሳብ እንተይሃለኻ እቲ ሰብ ግብረ መልሲ ክበካ ከሎ ደስ እዩ ዝብለካ ንስኻ ከዓ መተባብዒ ኾነካ እስከ ጣዕምዎ ካብ ቀይሕ ስርናይን ፉልን ዝተሰርሐ ብሽኮት እዩ ዋይ ዝሓተኩም ዘሎ ዋይ ዝሓተኩም ዘሎ ክብራት ተዓዘብትና ኣብዚኣ ጉዩ እዩ ማስ ዕሹግ ነገራት ዳንጀር ናቱ ኣለዎ ብውሑስ ኣገባብ ከምዚ ጌርክን ክትቅርባ ከለኽንሲ ክንደይ ጻዕርታት ኣለዎ ክንደይ ድኻም ከመይ ማለት ደኺመ ዶ ትብላ ወላስ ከይተሓለልክን ኢኽን እወ ኣነ ጽገ ግርማ ይበሃል ርሑስ በዓል መስቀል እንኳዕ ኣብዚ ብቃዓና ንኹላህና እዚ ከዓኒ ናሕና ባህ ኢሉና ኢና ንሰርሖ ምክንያቱ ንሕና በቲ ናይ ሃገርና ፍርያት ጥራይ እንዳገበርና ነቲ ናይ ሃገርና ፍርያት ንህዝብና ከነላልዮ ስለ ንደሊ ብጣዕሚ ደስ ትብለና እንደገና ንህዝብና ከኣ ካብ ዝተበከለ ምግብታት ሲ ሓራ ከነውፅኦ እዩ ናህና ፃዕሪ ሕጂ እሱ ስለ ዝኾነ እቲ ትፅዕሮ ውፅኢት እንድሕር ትሪእየሉ ኮይንካ ድኻም ኣይስማዓካን እዩ ስለዚ ሕጉሳት ኢና ማለት እዩ እሺ ኣና ውን ኣዝና ተሓጎስና ኢና ማማ ከመይ ውዒልኪ እግዚኣብሔር መስገን ከመይ ውዒልክን ሕሳብ ዳኣመት ሙሉእ ሽምኪ
ሽመይ ዓይነ ስውር ተጋዳሊት ንግስቲ ውዓሎም እየ ድበሃል ሓረስታይ እየ ከኣ ሒዘዮ ደለኹ ፍርያት ከኣኒ ኦርጋኒክ ድኾነ ናይ ግራትና ማለት እዩ እቲ ብሽኮቲ ኣክንዲ ፊኖ ስገም ስርናይ ጣፍ ምቁር ድንሽ ጌርና ኣፀባቢቕና ናይ ጥዕና ጌርና ኣለና እታ ቆሎ ኣቃሚምና ዓተርን ፉልን ጌርና ኣላ ዲኤምከይ ጥሕኒ ናይ ገዓት ኣባዕከ ሽሮ በርበረ ከዓ ሒዘ ኣለኹ ማለት እዩ እሞ ማማ ከመይ ክትሰርሐ ከለኺ ዝኾነ ነገራት የፀግመኪ ዶ ወይ ዝሕግዘኪ ሰብ ኣሎ ዶ እወ ንኣብነት ስገም ሕድሲ ክትሰርሓ ከለካ ጥሕንስ ቀላል ኣይኮነትን ካብ ምእራያ ትሒዝካ ክትሓፅባ ኣለካ ክትፀጥሓ ገለመለ ሓጋዚት ኣለሃኒ ሰራሕተኛ ዋላ ኣነ የመሓድሮ እምበር ሓገዝቲ ክኢላታት እየ ድገብር ማለት እዩ

መዓልታዊ ኣነ ኸይድ ገዛ መዕረፊ ገይረ ኣብኡ ጥሪት ገይረ ፅቡቕ ነይረ ማለት እሱ ከማን ኣይፀገመንን ነዚ ማነጅ ክገብርሲ ቀሊል ኢና ዓይ ማለት እዩ ናይ ብሓቂ ክብራት ተዓዘብትና ከም ዝትሪእዎ ዘለኹም እዩ ብሓቂ ምስ ዓይነ ብርክና ከለና ከማን ንህከ ኣለና ካብ ነብሲ ጀሚርና ኣብ ገለገሊ ንነጥፍ ኣብ ገለገሊ ይሰልችና ንድቅስ ናይ ብሓቂ ማማና ከዓ ኣዝያ ኣብነታዊት እያ ምክንያቱ ጉድለት ኣካላት ኣይኮነን ጉድለት ርእሲ እዩ ስለዚ ኣብነት ኣደ ክንዓና ካብ ነብሰይ ጀሚረ ማለት እዩ ስለዚ ኣዝየ ዝሕጎስ ኣብ ቀፃሊ እውን ካልእ ፍርያት ከተምፅኢ ተስፋ ገብር ስለዚ ኣድራሻኺ ከዓ ከለኹ ኣድራሻን ክትነግራና ዝደለየ ሰብ ኣብ ውሽጥን ወፃእን ዘለኹም ከዓ ምትብባዕ ከይትሓምቁ ሓደራኹም ሼር ከዓ ግድን ማለት እዩ ስለዚ ኣበይ ክንረኽበክን ንኽእል ኣድራሻኽን ወይ ከምዚ ሕጂ ክነግራና ፀንሓ ኣብ ኮማ ሰረት ሓማሴን ኣለኽን ሰዓት ሸውዓተ ዓርቢ ዓርቢ ካልእ ከዓ ኣብ ዝተፈላለየ ቦታ ካልእ ከዓኒ ክሳብ ሕጂ ኣብኡ እንዲና ዘለና ከምዚኢታት ከዓ ቅነ ሕገ ቅነ ቱሪዝም ሕጂ ኣብዚ መፂእና ኣለና ኮሚታት ዕድል ሓደ ሓደ ወሃበናይ

ኣቐዲመ እንታይ ኢለ ነይረ እዘን ኣዴታት እዚኤን ኣይኮነን ዶ ንዓናሲ ንዓለም ሙሉ ኣብነት ክኾና ዝኽእላ ኣዴታት እየን ኤርትራዊት ጓል ኣንስተይቲ ክትገብሮ ኣስተዋፅኦ ንዓለም ሙሉ ክምህር ዝኽእል ኣስተዋፅኦ እዩ ከም ዝትሪዋ ዘለኹም ኣዴና ንግስቲ ወላ ኣብ ሰውራ ዘጋጠማ ስንክልና ዕጅብ ከይበላ ካብ ሰውራ ናብ ሰውራ ከይሰልከየት ሕጂ እውን ጌና ንህዝባ ንሃገራ ኣብ ምግልጋል ትርከብ ዘላ ውፊቲ ተጋዳሊት ከም ምዃና እዩ ዘረፅር ማማ ንግስቲ በዚ ትገብርዮ ዘለኺ ኣነ ብጣዕሚ እንደ ተደኒቐ ዘለኹ ኣይኮነን ዋ ማራት ተደኒቐ እየ ደለኹ ቁርብ ብዛዕባ ንድሕሪት ምልስ ከብለኪ ናብ ገድሊ ዘሕለፍክዮ ተሞክሮ ክህሉ ይኽእል እዩ ኩነታት ናይ መውጋእትኺ ከመይ ይመስል ነይሩ ኣበይ ቦታ ከም ዝነበረ ክተዘክርለይ እሞ
ሜዳ ክኸይድ ከለኹ ከተረዲእኒ ኮንኩን ከይደ ዓበይቲ ኣዋልድ ክሰሚዐ እየን ኣነ ኣብዚ ተወሊደ ዓበ ኣብዚ ከባቢ ስመራ ማለት እዩ ክዛረባ ምስ ሰማዕክወን ከይድ እየ ምሳኽን ወይ ክነግረልክን እየ ኢለየን ጓል ዓሰርተ ኣርባዕተ እየ ነይረ ማለት እዩ ሕጂ ክልተ ዓመት ካብቲ ቤት ትምህርቲ ሰውራ ጎቢዘ ካብኡ ከዓ ወፅኤ ከዓ ሰውራ ጥዑም ኣቦታት ድኾኑ ዘይድፈሩ ዝምህሩ ኣዴታት ዝኾኑ ጸኒሖምና ንሕና ከዓ ኣሰሮም ተኸቲልና ከዓ ነቲ ሃገር ከነውሕስ ከዓ ከምዚ ኮይና ማለት እዩ ከምዚ ምዃንና ግን ዋላ ሓንቲ ማለት ንሞት ኢልካ ተኣትዎ ሃገርካ ከተድሕን ከምዚ ኢላ ኣነ ሕጂ ወሊደ ኣመሪቐ ኣመርዔ ዓባየይ ኮይነ ብጣዕሚ እየ ድሕጎስ በቃ ሓንዳ ተሓጎስክ እየ ድነብራ እዛ ዓለም
በቃ ነቶም ተስፋ ስኢና ዓቕልና ንጽብብ ዘለና መንእሰያት ዓቢ ትምህርቲ እያ ማማ ንግስቲ ንዓና ከምቲ ኣቐዲሞ ዝበልኩኹም ኣብ ሻያ ኢንተርቴንመንት ምስዘን ጀጋኑ ዋዕሮታት ኣዴታትና ስፍሕ ዝበለ ቃለ መጠየቕ ክህልወና እዩ ኢለ ኣለኹ ከም መብጽዓን ዓዛዚኣ ማማ ንግስቲ ከኣ ምስ ኩለን መሳርሕትኺ ኣብቲ መደብ ክትመጽና ምዃንኪ ቴሌፎንኪ ኣድራሻኺ ወሲድና ኣለና ክንራኸብ ኢና ሰናይ ምርኻብ ይግበረልና ርሑስ በዓል መስቀል ደጊምና ደጋጊምና ነዚ ሒዝክነሎ ኣለኽን ሽሻይ ከኣ ኣዝዩ ብውዕውዕ መንገዲ ክሰፋሕ ናትና ኣበርክቶ ክህሉ እዩ ኣብ ቀጻሊ የራኽበና ርሑስ በዓል። ዘሎ ወለዶ ነዚ መንእሰይ ዘሎ ስኒ ዓቕሊ ከጽብብ የብሉን እየ ዝብል ምክንያቱ እዛ ሃገርና ሲ ደሴት ሰላም እያ ከማን ዕድለኛታት ኢና ስትራተጂካዊት ቦታ ኮይና ኩሉ ድጥምታ ንዑ ሓሊፍና ኣብዚ በጺሕና ኣብ ተስፋ እያ ደላ ሕጂ ስለዚ ሲ ብተስፋ ክንከይድ ኣለና ድሕሪ ሕጉስ ኮንካ ኢኻ ኩሉ ዝቐንዓካ ስለዚ ዝመጽእ ዘሎ ወለዶ ንፉዕ እንድዩ ካብኡ ንላዕሊ ክነፍዕ ክተባባዕ ከኣ ንሕና ኣለና ብዓቅምና ክንምህር ኢና እሱ ከኣ ጅግና ክከውን ኣለዎ በቃ ኣፍተርና። ሕራይ በዚ ኣጋጣሚ ኩሎም መንእሰያት ለበዋ ናይ ማማ ንግስቲ ከይነዕብር ከምኣን ጀጋኑ ክንከውን ይምነ። ርሑስ በዓል ቅዱስ ዮውሃንስ ኩላትኩም ተኸታተልቲ ሻይ ኢንተርቴይንመንት ከኣ ነዚ ምኡዝ ዝኾነ ለበዋ ናይ ማማ ንግስቲ ናብ ኩሉ ሰብ ንኽባጻሕ ሼር ብምግባር ክተሓባበሩና ንላቦ ኣብ ካልእ መደባት ንራኸብ ስለ ዝኾና ንሕጂ ናብ ካልእ ገጽና ክንከይድና ተሰናዩ ርሑስ በዓል ደጊምና ደጋጊምና ቀኒልና Thank you. ሳሙኤል ግርማ ይባል ሳላ ራይሽ ክቡራት ተኸታተልቲ ሻይ ኢንተርቴንመንት ከምዚ ክትሪእዎ ዝፀናሕኹም ንሕና ብዛዕባ መስቀል ከምኡውን ቅነ ቱሪዝም ኣብ ሃገርና ከመይ ይካየድ ኣሎ ንምዕዛብ ኢልና ዝኸድናየን ዘን ወዓሮታት ኣዴታትና ሳንጣ ሙሉእ ኢማጅን ሳንጣ ሙሉእ እየን ኣሰኪመን ዝሰዳና ዘለዋ እዚ ከዓ ኤርትራዊ ባህሊ ኣብ ዝኸደ ኸይዱ ንሓወይ ንዓደይ ንሃገረይ ከም ዝብል ዘርኢ እዩ ከም ኣብነት ክጥቀሳ ዝግብአን እየን ኣነ እንድዒ ናይ እዚአን ኣዴታት ኣበርክቶ ገሪምኒ እዩ ዘሎ ናይ ኩለን ክንሪኤን ፀኒሕና ብዛዕባ እንታይ ንዛረብ ከም ዘለና እንዳስተውዓላ እቲ ዝግበአና ምኽሪ እንዳሃባ ነናተን ጊፍቲ እየን ክህባና ፀኒዐን ናይ ማማ ንግስቲ ከኣ ፍልይ ብዝበለ ዓይነ ስውርቲ ክንሳ ጊፍታ ሂዋትና ዘላ ሰው ኣዴታት ኤርትራ ለጋሳት ፈቃራት ኣለይቲ ዓንዲ ሕቆ ናይ ሕብረተሰብና እንተበልናዮ እውን ብዘይጋነን መልክዕ እዩ ሰው እዚ ኣብነት ኮይነና ኣለዋ ኣብ ዝመፅእ ንዐአን ኢንተርቪው ብዝገብር ብሰፊሕ ኣገባብ ክንራኸብ ኢና ናይ ሎም መዓልቲ ዝነበረ ፃንሑትና ግን ከምዚ ይመስል ቅድሚኡ ግን እስከ ሪማ ሓፍተይ ገለ ትብልዮ ነገር ተለኻ ኣነ እኮ ሓቂ ሓሽ ሓጎሰይ መግለጺ የብሉን ግድ ናይ ስጋ ኮይኑ ከኣ ከምዚ ናዴታትና ክርኢ ከሎ ከኣ ኣዝዩ ደስ ዝብለኒ ምክንያቱ ክንደይ ሰብ ኣሎ ክንደይ ደቂ ኣንስትዮ ኣለዋ ኣብ ውሽጢ ኮይነን ብብቕዓተን ምስ ክእለተን ኣብ ውሽጢ ኮፍ ዝበላ ስለዚ ወጺኽን ብቕዓትክን ክሰርሓሉ ብትምህርቲ ተወኪስክን ኣብ ዝለዓለ ደረጃ ክንበጽሕ እዚ ግዜ እዚ ዘመነ ማዕርነት እዩ ስለዚ ደጊመ ደጋጊመ ርሑስ ኣውደኣመት እንዳበልኩ'የ ኣዴታትና ኣቦታትና ኣሕዋትና ንኣሽቱ ኩሉኹም ማለት'ዩ ኣብ ውሽጥን ወጻእን ዘለኹም እዚ መደብ እዚ ብዝተፈላለየ ምኽንያት መጺኹም ዘይረኣኹሞ ከኣ ሼር ጌርና ናብ ኩሎም ከነብጽሖ ኢና ዳርጋ ዝመጻኹም እዚኤን ከኣ ዳርጋ ዝመላዕኩመን እንታይ ደኣ እሞ ብሓባር'የ ኣጀኹም ብዝኾነ ደጊመ ደጋጊመ ከምቲ ልሙድ ላይክ ኮመንት ሼር ሳብስክራይብ ዘይምርሳዕ ንሕና መደብና ኣይነቋርጽን ኢና ዘሎ ዝበሃል ከነምጸልኩም ኢና ከመይ ምጽእ ተኮይና ከኣ ካብ ኮመንት ናትኩም ኢና ንብገስ ስለዚ ኮመንት ቀዳመይቲ እያ ሳብስክራይብ ከኣ ንሕና ክንሰርሕ ተኮይና ግድን እያ ተድልየና ምትብባዕ ማለት እዩ ስለዚ ከምቲ ልሙድ ሻሂ ኢንተርቴንመንት ንዓኹም ንምሕጓስ ዘሎ ዝበሃል መደብ ከተምጽልኩም እያ ሎማዓንቲ ግን ናይ ኣውደኣመት መስቀል ብራቅ ይበቅዕ እዩ ዝበለቶ መደብ እዚ እዩ ዕጊምናኩም ክንከውን ተስፋ ንገብር ሰተይ ከማን ትቕምስላ ኣላ ናብ ቡና ኢና ዋ ክቡራት ተኸታተልቲ ሻሂ ኢንተርቴንመንት ንዓኹም ንምዝናይ ዘሎ ህሉው ኩነታት ናይ ኣበዓዕላ መስቀል ከምኡ ውን ትሪዝማዊ ንጥፈታት ናይ ሃገርና እንታይ ይመስል ኢና ምሳኹም ዊዒልና ዘለና። በዚ ዘቕረብናዮ መደብ ተሓጒስኩም ክትኮኑ ተስፋ ንገብር። ንዘለኩም ሃናጺ ርእይቶ ከኣ ኣብ ኮመንት ጸሓፉልና። ንኹሉ ሰብ ንኽባጻሕ ሸር ግበሩልና። ላይክ ብምግባር ከኣ መደብና ንኽብርትዕ ንኽጥንክር ተሓባበሩና። ሰሰናዩ ኣብ ካልእ